ወዲ ሰው ኣንታይ ትሰምዑ ክሰኽር ብቆልዓ ካልወለድካዮ ውላድ እኮ መሓዛኻ ሓውካ ወዲ ተኾይኑ ሓውካ ጓል ተኾይናለ ሓፍትኻ ጓልካለ ዓርክኻለ ኩሉ ኩሉ ነገር ለማእኸለ ኩሉ ሰላም ሰላም ንኣመነጽ ዩቱብ ቻናል ተኸታተልቲ ዝኾም ከመይ እኒኦኹም ዳሕና ድኹም ያሕና ዳሕና ኢና እግዚኣብሔር ይመስገን ፋሚሊ እስኹም ለለኹም ሰላምኹም ብዝሕዝሕ ትርፍርፍ የለለይ ፋሚሊ

ስመንማ መጀመርያማ መጀመርያ ትወልድ ህፃንካ ተረዲእኪ ዶ ክልተ ክልተ ወሊድካ ሓደ ወሊድካ ክልተ ወሊድካ ኣረሓሒቕካ ዶ ክተዕብዮም ግዴታ እዩ ተረዲእኪ መጀመርያ ግን ይኣቀድናየ ኢልካ እቅደ ይውፅእ እቅድ ለውፅእ መድሃኒኣለም ካብኡ መጀመርያ ምስ ወለድካ ክልተ ሰለስተ ምስ ወለድካ እንታን ብጽቡቕ ክዓብዩ፣ ምእንታን ጽቡቕ ክኽደኑ፣ ምእንታን ጽቡቕ ክመሃሩ ትኽክል ክዩ። ብዚ ሎሚ ኢኮኖሚ ንሕና ዘዕበናዮም ደቅናይ ሀዚ ልዓብዩ ለዉ ቆልዑ ሓቅኹም እንዲኹም። መጀመርያ ግን እቅድና ይኹን ኣይበሃል እዩ። መጀመርያ ትወልድ ኣለካ ክልተ ሰለስተ ክትወልድ ኣለካ። ድሕሪኡ እተን ክልተ ሰለስተ ትወልዶም መጀመርያ ብኹም ሰብ ወከርካ እናረሓሓቕካ እዩ ዝውለድ እምበይ እቅድና ይኹን ኣይበሃል።

ደቂ ተወሊዶም ብዙሕ ነገር ላግንዩስ ሃሚልካ ናይካ ቆልዓ ይኾነ ብዕድሉ ወይ ግዝዐልካ ተዕበ ትኽእል ስክስታ እዩ
ብዕድሉ ብዕድሉ ልበሃል ታካ ታካ ንጎን ጎን ምውላድ ምዝፍዘፍ ትክክል የኾነ የለክ ኣለኹ ተረዲእክ ደሎ ክልተ ሓደ ሰለስተ ግን ግዴታ እዩ ስኽ መንእሰይ ኢኺ በዓል ገዛኽ ለመንእሰይ ኣማንኤል ግዴታ ሰሪሕኻ ክዳኖም ይማልእ ኣሎ

ተመስገን መድሃኒኣለም ንፈጣሪ ጥዑይ ውላድ ተሂቡካ ብሩኽ ውላድ ተሂቡካ ሓሚቐ ኣይብሃልን ሸቅ ኢለ ለምጻኹዎ ውላድካ እንደምንም ኢልካ ተምህሮ ተዕውዮ ኢኻ ተረዲእኪ ዶ ኣሎ እንታይ ኣዎ ማለት እዩ ከምኡ ማለት ናይ ርእሲ ጽ- ጽ- ናይ ርእሲ ጽበት ላሕደርካትም ናይ ርእሲ ጭንቀት ላሕደርኩም ንሕና ኢና ንፈልጥ ላዋልኩም ኣይትፈልጡ እዩ ፈጣሪ እዩ ዝፈልጥ ምብዛሕ ትኽክል የኾነ ይብለኪ ኣለኹ ክልተ ሰለስተ ምውላድ ግን ኣድላዩ እዩ ጸጊም እኳ እንደምንም ኢልካ ስንኻ ነኺስካ ብንእስነትካ ክትወልድ ግዴታ እዩ መሓዛኻ እዩ ሓውካ እዩ ዝወለደ እዩ ዝኾርዕሎ ዝወለደ እዩ ማእገር ለግንሎ ገዛ ሓደ ገዛ ሰርሒ ሓደ ገዛ ሰሪሕኻ ዳኣ ተጨናኒቕኪ ኢኺ ትነብሪ ሓንቲ እያ ገዛኺ ጉዕዞኸኡ መደቀሲኸኡ መብሰሊ ምግብኸኡ ተረዲኪ ክትሕዝዮ መሲልኪ ኣስመሲልኪ ክመስሎ ኣስመሲልካ ውግዕዮ ልባሃል ወግዕሎ ካልኣይ ገዛ ተሰሪሕኺ ግን ንብረት ክደፍትዮ ኣቕሚቲ ከሎ ኣፍቲ ኢለ ሰፋሕ ኢልክልኒ ውላድ ድኸምኡ ተይተጨነቕኪ ተይሓመቕኪ ተይረሳሕኺ ተይሓሰርኩ ውላድ ብድድ ብድድ ብድድ ኢለ ይዓቢ ግዴታ ግዴታ ክትሓምቕ ግዴታ እዩ ስለዚ
ደስ በሃሊ እዩ ዝወግዕ እዚ ናብ ካሊእ መልክዕ ኣይንኺድ ናብ ካሊእ ሓሳብ ኣይትእተዪ ናቲ ዕሉሉሉ ልብለኪ ለለ ያው ኣንፈት ናይ ባህሪት እዩ ከምኡ እዩ ስለዚ ካብኡ እስኪ ካልኣይ መዓልቲ ክተውግዑ ከይሰምዐኪ ነፅው እዎ እሞ ጉደይ ኣይበሃል ይኸውን እዎ እሱ እኮ ሓቅኺ ኣነ እኮ ምንም ይበልኺ ነይረ ግንስ ምስ ኤማለ ብዙሕ ኣይኮንና እኒኤና ኣቃ ከመይ ማለት ይናጫነጨኒ ኣሎ እዩ እንታይ ኮይኑ እንታይ ኮይነ ኢሉ ፀጊቡ እዩ እንታይ ስለዝኾነ ኢሉ እናጨነጨኪ በቃ ብጣዕሚ ይናጫነጨኒ ኣሎ ክላስ ስራሕ ደጊ ካባይ ካባይ ይምፃእ እሞ ኣነ ከረድኦ እየ ካባይ

ገረንቲ እሞ ልፍራንክ ክትልኹ ኩሉ ዓቐብ ሰርንክስምኒ ከነፂ ኣብሬ ማዓረይ ፕራንክ ገይረክ ብጣዕሚ ልገርም እሺ ሰላም በልዮም ከምኡ ለዩ ዝወደ ኢሎም በይኣምንለይ ኣይብልዎ ከምኡ ማለት ስኢሎም ይቅርታ ደኣ ገበርላተይ ተመልከትና እምበይ ዞምና ቀደም በቃ ከመይ ምዃኑ ያው ወለደይ ከቃልሎም ለይክእል እዩ ዋይ ወለዶ እዮም ኣሕዋቶ እዮም ዓበይቲ ኣሕዋተይ ከከንዳየይ ቀደም ከምኡ እዮም ዝብሉ እታ ነይሮም ሓደ ሓደ ሰባት ለይተረድኦም ኣብዝሓ ኣብዝሓ ግን ኣብዚ ሀዚ ሰዓት ኣብዚ ሀዚ ደረጃታት ግን ወጣተይ ደቀይ ብጣዕሚ ጓላት ይኹና ወዳት ይኹና ዕፅፍ ድርብ እየ ዘድንቆም ጓሎም ወዶም ሓቂፎም ጫማኦም ኣንጠልጢሎም ብዛ ዘለላቶም ዓቕሚ ክሳብ ዝዓብዩ ሓቂፎም ምስ ዓወይለል ኣብ ትምህርቶም ተልተልተልተል ኢሎም ስለ ልኸዱ ኣዎ ኣነ ከምዚ ልበሃል እንዲያም እንዲያም ናብ መልሓስካ ክኣትስ እዚ ወግዕታት እዙይስ ካም ደይገብርስ ብቻ ውልድስ ወለደይ ወይ ካብ ወለደ ካብ ደይ ልበሃል ነገራት ኣሎ ክሳብ ናብ ካብ ቃሉ ክሳብ ልሰምዕ እየ እምበይ ሃምኡ ከምደይ ይብል ወደይ ይፈልጥ እየ። ወጣተይ ከምኡ ከም ለይብሉስ ይፈልጥ እየ ኣድንቅ እየ ለብሎም ንወጣት እወ ናይ ሀዚ ወጣት ብጣዕሚ እየ ዝሕጎሰሎም እወ ሓቂ ቅድሚ ሓቂ ኣፎም ንደቆም ቅድሚ ክዳን ንኦም ንደቆም እዮም ዝብሉ ደቆም ድማ ተማሂሮም ጻማ ናደኦም ጻማ ና- ናቦታቶም ልክምልሱ ዕጽፍ ድርብ ልክምልሱ እየ ዝምነየሎም ንዞም ህጻውንቲ ዝመሃርሎም ብእንታ እሞ ክገልጾም ወጣት ሎም በእውነት ሕጉስ እየ ልብል ቡዳ እዩ ፋሚሊ ናይ ሎም ወጣት ብጣዕሚ ውላዱ ብጣዕሚ ግራ እዩ ኣትኒ ደንጊጸ እየ ከቢድኒ ለይበሃል ወግዕታት ምስ ተወግዐስ ብትሕዛኒ ጭቡጥ እዩ ጠፊኡኒ እወ ከቢድ ቃላት እዩ ኣይ ማትስ ከምኡ ይብሊ ሓደ ኣማኒት ተኾን ፋሚሊ ያው ብጣዕሚ ከቢድ እዩ ገና ቡዳ እየ ጽንዓት ሪኢክሞ ኢኩም በቃ የልይልይ እዩ በቃ ማርያምን ትክክል ኢለ ኣነ ብጣዕሚ ኢኪ ግን ጀግና። ሕደ ነገር ከውግዐኪ ናፂ ውስላ ተተይኮነ ወስለትለት ኣይብል እዩ ጓል ኣብርሃ ጓል ይኹን ወዲ ይኹን ነው ዘኽፍእ ነገር ተፅዕኖ ኣብ ወዲ ይኹን ኣብ ጓለይ ይኹን ጓለይ ከምኣ ተገይርና ተገይራ ዶ ክውስነላ እየ ወደይ ከምኣ ተገይሩ ዶ ክውስነሉ እየ ዝወደዮ እዩ ጓሎ እዩ ኣይሰርሒ በቃ

እና ተጥፊኤ ያው ነጽነት ጓለይ ጥዕምያ ብታሓደ ወገን ደሕዝን ኢለ ተናዲደ ታይ ማለት እዩ እዚ ድበሃል ኢለ ተናዲደ ኣርፊደ ሀዚ ፍራንክ ትብለኒ ኣላ ዞም ደቀይ ተመልከትና በቃ ኣነ ጥፍኣት ተልእዩኒ ኣስተያየት ሂብኩም መእረምታ ትውን ኢኹም ዞም ደቀይ ሙሁራት ደቀይ ኢኩም ያው ዘባዕባዕ ክህሊ እዩ ኣስተካክሉኒ እና ወጣት ደቀይ ካምኡ ኣይትገብሩ ኣትን ደቀይ ኣናእሽቲ ለ ጎበዛት ጀጋኑ ደቅክን መክበርቲ መፅረይቲ ኣወዳት ለ ደቅኩም ካደንቲ ደንሽትኩም መክበርቲ ከክብራኩም ከለዋ ለ ከክብራኩም ከለዋ ለ ክብሪ ሃውወን ክብሪ ክትውወን ከለኩም ለ ኣክብርኦም ለስውትክን ደፋ ቀና ኢልክን ኣክብርኦም ውሳኔ ናየይ ወዳይ ጓላይ ወስላቲት ከይትብሉኒ ውሳኔይ ሓንቲ ሓንቲ እያ በቃ ዋላ ወደይ ይኹን ዋላ ጓል ይኹን ዘኸፍእ ነገር ተሪኦሉ ይኺድ ትኺድ ኣርባዓ ሜትሮ ትርሓቕ እዚኣ እያ ናይ ውሳኔ በእውነት ኣብ ቅድሚ መስቀለ ክርስቶስ ኢለ ውግዕ ኣለኹ ኣነ ይፈቲ ነግረካ ሓቂ ከኸው ቡዴ ማሪ ያው ፋሚሊ ናይ ሎማዓንቲ ፍራንክ እዚ'ዩ ዝመስል ነይሩ ብቻ ሓሪፍ ፕራንክ እየ ገይረያ ልኡቡደይ ብቻ ከካሓስ እየ ችግር የብሊ ናይ ቅርታ እዩ ፋሚሊ ብቻ ግን ላይክ ዘይገበርኩም ክሻዕ ከዚ ላይክ ገበሩ ፋሚሊ ክሻዕ ምጭርሻ ዝስረቕኩምና ብጣዕሚ ኢና ነመስገነ ፋሚሊ ቻዋት ቻው ኣነ ብጣዕሚ እየ ዘመስግነኩም ንፍቕ የብለኩም ብጣዕሚ ደስ ትብሉን እዞም ደቀይ የኽብረለይ ካምበርስን ሰሱንለይ ከመይ ከኒኹም ጥዕናኹም ካብ መስከረም ላውዚከ ከመይ እኒኹም ኣብ ደገ ውሽጢ ዓዲ ለለኹም ኣብ በረኻ ለለኹም ሰራዊት ደቀይ ይኹን ኣብ ተፈናቐል ለለ ይኹን ሓዊስና መድሃኒ ኣለም ኩላ ኣብ ዓለም ዝፈጠሮ መድሃኒ ኣለም ምሕረት ይኣዝዘልና እሞ ነውግዖ ንስሕቆ ነሞርዒ ደቅና ነኸስትን ደቅና ይግበረና ዘም ደቀይ ዕብይ ልበልኩም ነዘም ኣሕዋተይ ማ ይናፍቀኩም የኽብረኩም ንዘለኣለም ንወርለይ ክበርለይ የቐንየለይ ዘም ደቀይ ቻዋት ፋሚሊ